ኣቶ እውን ናህደመ እዩ ዝኸይድ ዘሎ። እቶም ቲዲኤፍ ዝነበረ ተጋዳላይ እውን ብተኣምር ዝመስል ጃግንነት እንደ ስራሕ ዝሰርሐ ሕዚ እዚ ነገር እዚ ምስ መፀ ገገዙ እናወፀ እዩ ዝኸይድ ዘሎ። ተዓንቶ ዝነገርኩም ቁፅሪ እዩ ዝመፅ ዘሎ። እዙይ ናይቱ ሕብረተሰብ እምቢታ ዓብዪ መግለፂ እዩ። እንተሰሪሕናሉ ክነወስኾ ንኽእል ኢና ማለት እዩ። ብርግጽ ናብ ጽርግያ ወጺኻ መስታወት ምስባር ናብ ግዛዕ ምዛዕ ኣይበጽሕን። ብዝኾነ ኮይኑ ግን እዚ ኣሎ እዚ እናገበርና እናሃለና ከምቲ ቅድሚ ሀዚ ዝገበርዎ እዞም ሓይሊ ሰላም እንድሕር ዘየጥፊእና ንሕና ሰላም ኣይንረክብን ኢሎም ባዕሎም ኢኒሼት ብዝገበርዎ ውግእ ክመፅ ከለዉ ዝረኸብዎ እውን ሰሚዕ ረኺቦም እዮም ሪኦሞ እዮም ወጀራት ዝኾነ ነገር ይፈልጡ እዮም ሓይልና እኮ ዝመጣጠን ኣይነበረን ኣብኡ እተራእየ ጀግንነት ስዑል ካብ ሰማይ ዝመፀ ኣይኮነን። ክልቲኦም ተጋሩ እዮም። እታ ሓንቲ ዲፈረንስ እቲኣቶም ዝኣምንሉ ዕላማ ኣለዎም፣ እዞም ኣብ ሓይሊ ሰላም ዘለዉ። እቲኣቶም ግን ዝኣምንሉ ዕላማ የብሎምን። እንታይ ኢና ንገብር ዘለና እናበሉ'ዮም ዝመፁ ዘለዉ። ሶ እቲኣቶም ዝገበርዎ ነገር ዕላምኦም ተሰንኪሉ ክተርፍ ኣኽኢልዎም እዩ። ጋሸና እናሓሰዉ ጸኒሖምስ ካብ ሰናዕለ ክሓልፉ ኣይከኣሉን። እዚ'ዩ እቲ ታእሽሙ። ስለዚ ንቕድሚት ናብ ኹናት ዝኸዱ እንተኾይኖም ባዕሎም እዮም ንታእሽሙ ዝገብርዎ ክንሪኦ ኢና። ካብዚ ሓሊፉ ዝመጽእ ካልእ ደቨሎፕመንት ኣሎዶ? ንሪኦ። ዋእ እዚ ምንቅስቓስ ክጅመር ከሎ እኮ ነበረ ካምፔይን ትግራይስ ነንባዕልትና ክንዋጋእ የብልናን ዝብል ካምፔይን ዕቅን የብሉን። ብውልቂ ናባይ እናመጹ ንስኻ ክንዋጋእ ኢና ትደሊ ዝብሉኒ ሰባት ብዙሓት እዮም ነይሮም። ኣብ ተኸላኻላይነት እዮም ዘእትውኻ። ኣነ እቶም ሰባት ረ ክንዋጋእ ኣይንደልን ኣነ ብሰላም እየ ዝደሊ ግዛዕምዛዕ ክትብል ህዚ ድማ ሓይሊ እንተዘይሓዊስናሉ ነገር ኣይፍታሕን ዝብለካ ሰብ ይበዝሕ። ሓይሊ ሰላም እንታይ እዩ ዝገብር ዘሎ ከይዱ በጉላዕ ገይሩ መቐለ ዘይኣቱ ዝብለካ ሰብ ብዙሕ እዩ። ተለዊጡ እዩ። ንቕድሚት ወርሒ ምስ ጸናሕና፣ ክልተ ሰሙን ምስ ጸናሕና ዝመጽእ ለውጢ ድማ ይመጽእ ይኸውን። ንሪኦ። ስለዚ እቲ ዕላማና እቲ ዝተገለጸ እዩ። ካብኡ ወጻኢ ግን ኣብ ልዕሌና ኢምፖዝድ ዝኸውን ነገር እንተልዩ ኢንደፍኒትሊ በይዛኹም እናበልና እናለመና ክንጸንሕ ኢና ማለት ገይረ ይርድኦን ኣነ። ስለዚ ብዙሓት ሓሳባት ተልዓሉ ነይሮም ኣታኸልቲ ዘልዓሎም ሓሳባት ነይሮም ኣብዚ ሕዚ እውን እንተኾነ ብዙሕ ሰብ ነንባዕልትና ክንዋጋእ የብልናን ግዛዕ ምዛዕ ብዝብል ኣብኡ ተኸዊሉ ሓደ ሓደ ድሌት ከሰጉም ዝደሊ ሰብ ይህሉ እዩ ይሰምዕ እየ ኣብ ኣኼባታት እውን ይሰምዕ እየ ስለዚ እዚ ንእሽተይ ታሽ ምጓር ከድሊ ይኽእል እዩ ግን ትዋና ነገር ኣብዚ ናይ ህዚ ማኒፌስቶ ካብቲ ናይ ቅድሚ ህዚ ዝተፈለየ ምናልባት ቱ ዲቴይል ስለ ዘይረኣኹሞ እዩ እምበር ምስ ማእኸላይ መንግስቲ ዘለና ርክብ ብግልፂ ኣቐሚጥና ኢና ኣታ ክልተ ኣልዒልዎ ነይሩ ኣብዚ ሲ ምሕና ከየድልየናን ምስቲ ማእኸላይ መንግስቲ ብደንበ ከም ዝሰርሕ እውን ክነቕምጥ ኣለና ኢሉ ትኽክል እዩ ትክክል እዩ ሓንቶ ብዛዕባ እዚ ናይ ከባቢ ኢንተርናሽናል ኩነታት ገለመለ የገልጽ ነይረ ኣብቲ ሀዚ ዘሎ ናይ ዓለም ተርቢላንስ ሕውስውስ ዝበለ ነገር በይንትና እንተዝኾነልና እውን ማለት እዩ እንተዝኾነልና እውን ትግራይ ጥራሕ ሒዝና መፃወቲ ካልኦት ክንኮን እንተኮይና እምበር ዘለና ተሰማዕነት ቁም ነገር ክነብፅሕ ኣይንኽእልን ንኢኮኖሚ ዕድገት ክኾን ይኽእል ንሰላም ክኾን ይኽእል ንዝኾነ ይኹን ነገር ክኾን ይኽእል ብርግጽ ኣብ ውሽጢ ኢትዮጵያ ኮይና መሰልና ክኽበረልና ጥቕምና ክንርክብ ክንቃለስ ኣለና። እቲ ህገ መንግስትና እዚ የማልእልና እዩ። ግን ዝኾነ ንፋስ ብዝመፀ ቁፅሪ ካብ ስዑዲ ዓረብያ ይምፃእ ካብ ዩኤኢ ይምፃእ ካብ ግብፂ ይምፃእ ቦ ገቢሉ ሒዙና ኣበይ ከም ንዓልብ ዘየፍልጠና ዓይነት ፎከስቲ እንተኮይንና ዋጋ የብልናን። ርዝን ክንብል ኣለና። ክንረዝነሉ ንኽእል ነገር ክንሕዝ ክንክእል ኣለና። ኣብዚ ዘሕንኸና ነገር የለን። እዙይ ማለት ህዝቢ ትግራይ ንቅድሚት ጸኒሑ ዝሓስቦ ነገር ተልዩ ኩላትና ንሪኦ። ኣብዚ ሕዚ እዋን ግን ምስኦም ብሓደ ኮይና ኢና ጥቕምና ክነሕሉ እንኽእል። ስለዚ ኣብዚ እቲ ማኒፌስቶና ክሊር እዩ። ምስኡ ግን ኣንቶ ኣታኽልቲ ዘልዓሎ ጽቡቕ ነገር ኣብቲ ድሓር ዝመጽእ ኣጀንዳ ንልዕሎ ንኸውን እምበር እቲ ማእኸላይ መንግስቲ እውን ሓላፍነት ኣለካ ክንብል ክንክእል ኣለና። ገሌና ከምኡ ንብል ኢና። ከምኡ ስለ ንብል ኹናት ይደልዮም ንበሃል ኢና እንታይ እሞ ማለት ንህዝቢ ትግራይ እንድሕር ቀልጢፍና ዘየርኪብናሉስ ማህሚኑ ማህሚኑ ምስ ተወደአ ዓዲ ጥርሑ ምስ ኮነ እንተኸድና ድሓር ክነሕውዮ እውን እኮ ክፅግመና እዩ ዓፅሚ ዘይብሉ ሕብረተሰብ ክኸውን እዩ ስለዚ ውድብ ኢልና እከብ ኢልና ጥንከር ኢልና ንሕና እውን ስራሕና ክንሰርሕ ንስኹም እውን ሓግዙና ክንብሎም ክንክእል ኣለና ሓግዙና እሞ ቀልጢፍና እቱ ዳውንዎርድ ስፓይራል ሶልካ መቋረጫ ዘይብሉ ንታሕቲ ናይ ምምህማን ጉዳይ ጠጠው ነብሎ ክንብል ክንክእል ኣለና ኢለ እየ ዝኣምን። ወደባተ ዘልዓሎም ፅቡቓት ነገራት ነይሮም። እቶም ምዕራፋት ብትኽክል እዩ ኣቕሚጥዎም። እታ ቀዳመይቲ ምዕራፍ ኢና ወሲድናያ ዘለና እቲ ሀዚ ዘሎ ናይ ትግራይ ኩነታት ምልዋጥ መቐለ ምእታው እያ። ኣብኣ ሰላምን ምርግጋዕን ነምፅእ፣ ብህዝቢ እዚ ዓንቶ ቤት ምኽሪ ዝበልናዮ መንግስቲ ነቑም ዝኾነ ከምኡ ዝመሰለ ነገር ንገብር እታ ካብኣ ንድሓር ዘላ እቱ ብናይ ህዝቢ ሰናይ ድሌትን ብናይ ህዝቢ ቁፅፅርን ዝቆመ መንግስቲ ንምርጫ የካይድ ምርጫ የካይድ እዚኣ ናይ ግዜ ገደብ ክተሉ ኣለዋ ኢሉ ሓቁ እዩ ንሕና ብዚ ማኒፌስቶ የቐመጥናየን ኣነ ሕሰብ ተተባሂለ ካብ ምርጫ ምስ ሓለፈ ናይ ኢትዮጵያስ ቅድሚኡ እንድሕር ነገር ቀኒዑና ማለት እዩ ካብ ሽዱሽተ ወርሒ ንላዕሊ ኣይሓስብን እቲ ንሕና ንገብሮ ናይ መጀመርያ ምእታው ጥራሕ ዘይኮነስ ዋላ እቱ ነገር ኣመዓራሪኻ ንመረፃ ኣዳሊኻ ትግራይ ናብ ናይ ፌደራል መንግስቲ ናይ ምእታው ጉዳይ እውን ብዝሓፀረ ክኸውን ኣለዎ ክልተ ነገር እዩ ሓደ ህዝቢ ትግራይ ብዝመረፆ መንግስቲ ክመሓደር ኣለዎ ሓደ። ካልኣይ ትግራይ ናብ ናይ ፌደራል ኢንስቲቱሽን ኦርጋናይዝድ ብዝኾነ መንገዲ ክትኣቱ ኣለዋ። ኣብኡ ኣትያ ክትሰርሕ ኣለዋ። ብፅሒትና ክንወስድ ኣለና። ቃልና ክነስምዕ ኣለና። ኣብ ንቃወመሉ ክንቃወም ኣለና። ኣብ ንድግፎ ክንድግፍ ኣለና። ኣብ ዝግበአና ሃውና ክንብል መሰልና ክንገብር ክንክእል ኣለና። ስለዚ ኣብቲ ማኒፌስቶ የቐመጥናዮን ነዊሕ ግዜ ግን ክኾን ዘለዎ እዩ ይመስለኒ። ሓጺር እዩ ክኾን ዘለዎ ኢለ እየ ዝኣምን። እቱ ኣከፋፍላ ግን ትኽክል እዩ ኢለ እየ ዝኣምን። ኣብቲ ኩልኹም ኣልዒልኩሞ ኢኹም እዚ ናይ ሴኪሪቲ ሓይሊ ዝምልከት ናይ ሓደ ፓርቲ ኣባል ኣይኮነን። ናይ ሓደ ፓርቲ ኣባል ጌርና ኣይኮና ነቕሚጥናዮ ተዘራሪብናሉ ኢና ኣብ ስራሕ ፈጻሚት እውን ንጉዕሽ ንወዳባተ ንወደንጥሩ ዝመርሕዎ ዘለዉ ሓይሊ ተራ ናይ ሸፋቱ ሓይሊ ኣይኮነን። ኣብዚ ምስ መፁ ጥራሕ ዘይኮነስ ኣብ ትግራይ እናሃለዉ እውን ፖለቲካዊ ቅዋም ወሲዶም እዮም መፂኦም። ናይ ሓደ ፓርቲ መገልገልቲ ኣይንኸውንን ኢሎም እዮም መፂኦም። ታሪኻዊ እዩ እዚ ቅዋም እዚ። ኣብ ቲፒኤልኤፍ ንዝዓበየ ተጋዳላይ ብቲፒኤልኤፍ ንዝሓለፈ ተጋዳላይ እሞ ኣብ ከምዚ ዓይነት ክራይሲስ እቶም ዝበዝሑ ብምልኦም ጫውጫው እናበሉ እናሃለዉ ባዕልኹም ትፈልጡ ንሕና ናይ ሓደ ፓርቲ መገልገልቲ ኣይኮናን ናይ ህዝቢ ትግራይ መገልገልቲ ኢና ኢልካ ቅዋም ምውሳድ ፖለቲካዊ እዩ፣ ታሪኻዊ እዩ። እዚ ገይሮም ዘቖሙ ሰባት ንሰላም ንለውጢ እዮም ዝቃለሱ ዘለዉ። ንለውጢ ንሰላም ዝቃለሱ ዘለዉ ከመይ ጌርና ኣብዚ ናይ ለውጥን ናይ ሰላምን ጉዳይ ኣብቲ ቃልሲ ከመይ ጌርና ነእትዎም ከመይ ጌሮም ኣስተዋፅኦ ናቶም ንጥቀመሉ ክሕሰብ እዩ ዘለዎ። እዚ እዩ እቲ እንተኣሽሙ ስለዚ ናይ ዓረና ኣባላት ኣይኮኑን፣ ናይ ቲፒኤልኤፍ ኣባላት ኣይኮኑን፣ ኣልዒሎም እዮም። ወደንጥሩ ወዳባተ እውን ኣልዒሉ፣ ዘውዲ እውን ኣልዒላ፣ ኣብቲ ማኒፌስቶ እውን ብግልፂ ክተቕምጡና ነይርኩም እዮም ዝብሉ ዘለዉ። ብግልፂ ነቕምጦም ኣይነቕምጦም ኣነ ብግልፂ ሓደ ነገር ክነግረኩም ዝደሊ ን ናይ ከምቲ ዓንቶ ዓንዶም ዘልዕሎ ዝነበረ ናይ ፖለቲካዊ ስራሕ ኢልና ክውል ነብሎም ክንብል ንኽእል ኢና። እቲ ማኒፌስቶ ግን ናይ ኩላትና እዩ፣ ናቶም እውን እዩ፣ ናትና እውን እዩ። ተኸዊሎም እናሃለዉ እውን ነቲ ሓይሊ ሰላም ዝሃንፅሉ ፕሮግራም ፖለቲካዊ ፕሮግራም እቲ ማኒፌስቶ እዩ ዝኸውን። ምክንያቱ ንሱ እዩ እቲ ዕላምኦም፣ ኣብኡ እዮም ክኸዱ። ኣብ ትግራይ ኣብ ዝነኣትወሉ እዋን እውን ማንም ሰብ ክትክኦ ዘይኽእል ስራሕ ኣለዎም። ፖሊስ ኮይኖም ሰራዊት ኮይኖም ናይ ትግራይ ሰላምን ፀጥታን ምርግጋዕ ናቶም ስራሕ እዩ ዝኸውን ኢሉ እዩ ገሊፅዎ። ብጣዕሚ ፅቡቅ ፖይንት እዩ ጣሽሙ ገይሩ ኮይኑ ዝስማዕኒ ፅቡቅ ነጥቢ ኣልዒሉ ኮይኑ ዝስማዕኒ ክነዕብዮ ዘለና ነገር ይመስለኒ። ብዝተፈላለየ ምክንያት ብብዙሕ መንገዲ ክግለፅ ይኽእል እዩ። ብዝተፈላለየ ምክንያት ትግራይ ንኸምዚ ዝመሰለ ናይ ፖለቲካ ኣፈላላይ ብሓደ ኮንካ ምስራሕ ጥራሕ ዘይኮነስ ከም ንቡር ዘይረይ ብስሩ ብስሩ እውንስ ክሕሰብ ዘይብሉ ነገር እናተሰበኸ መፅኡ። ህዝቢ ትግራይን ቲፒኤልኤፍን ሓደ እዩ ዝብል ሞቶ ዝብል ዘረባ ብዝኾነ ይኹን መንገዲ ካሊእ ነገር ክትሓስብ ዕድል ዝኸፍት ኣይኮነን። ናይ ሓደ ህዝቢ ናይ ፖለቲካዊ ውዳበ ዝለዓለ ጫፍስ ንሓደ ውድብ ከም ጣዖት ምምላኽ ንሓደ ውድብ ከም ጣዖት ምምላኽ ደሊብረትሊ ተሰሪሕሉ ኣብ ናይ ህዝቢ ሓንጎል እናተወቀረ እናተወቀረ ንካሊእ ሰብ ንምእታው ዘይከኣለሉ ኩነታት ኢና ፈጢርና። ገለና ከምዚ ከማይ ዝመሰለ ኣብዚ ጉዳይ እዚ ኣስተዋፅኦ ጌርና ክንኮን ንኽእል ኢና። ብዝኾነ ግን እቲ ፋክት እዚ እዩ። ካብዚ ኢና ንውፅ ዘለና ካብዚ ከምዚ ዝመሰለ ካልቸር ኢና ንውፅ ዘለና ናይ ሓደ ህዝቢ ዝለዓለ ፖለቲካዊ ውዳበ ህዝባዊ መንግስቲ እዩ ኣፈላላዩ ማነጅ እናገበረ ናይ ባዕሉ ጉዳያት እናመርሐ ማነጅ ዝገብረሉ ስርዓት እውን ኣውፅኡ ኣብ ላዕሊ ብሓደ ኮይኑ ዝመኽረሉ ኣብ ታሕቲ ድማ ጉዳዩ ዝፍፅመሉ ነገር ኣመዓራርዩ ዝቐውም መንግስቲ እዩ። ናይ ፖለቲካ ፓርትታት እዙይ ንክበልሕ፣ ፅቡቕ ሰርቪስ ንክህብ፣ ፅቡቕ ንህዝቢ ከገልግል ምውድዳር እዩ ስረሐን። ተወዳዲረን እተን ዝበለፃ ስልጣን ምሓዝ እዩ ስረሐን። ምዃኑ ተሪፉ በቃ ጣዖት ኣለና እዚ ጣዖት እዚ ብዝኾነ ይኹን መንገዲ ክንትክፎ የብልናን ዝብሉ ጥቕሞም ወንጀሎም ኣብኡ ክሕባእ ዝደልዩ ሰባት ዝፈጠርዎ ኣተሓሳስባ እዩ ትግራይ ሕዚ ፀገም ዝፈጥር ዘሎ። ካብዚ ዝወፀ ሰብ ብምሉኡ ብናቶም ኣመዛዝና ናይ ሓሳብ ምምንጫው እውን ንሶም እዮም ሓለፍቲ፣ ናይ ሓሳብ ምስርጫው እውን ንሶም እዮም፣ ሃብቲ እውን ንሶም እዮም ዝቆፃፀሩ። ናብ ከምዚ ዝመሰለ ነገር ኢና ኣብፂሕናዮ ትግራይ። ስለዚ ካብዚ ኢና ንወፅእ ዘለና። ካብዚ ወፂእና ምስ ኣፈላላያና ብሓደ ኮይና ኢና ንሰርሕ ዘለና እሞ ዓብዪ ሲግኒፊካንስ ዘለዎ ስቴፕ እዩ ዝብል ኣነ ብጣዕሚ ኢምፖርታንት እዩ ዝመስለኒ። ያው ተገሊፁ እዩ። እግረ መንገዱ ብቀዳማይ ኣኼባ ኔርና እናወረድናስ ነጋን ዓንዶምን ይዘራረቡ ነይሮም እና ሀዚ እኮ ምሳኻ ምስራሕስ እናተላመድኩዎ ከይደ ኢንፋክት ምሳኻ ምስራሕ ደስ ይብለን ኣሎ ፅቡቅ ኮይና ተባሂሎም ዋይ እዞም መናእሰይ ናይ ትግራይ ሓደ ንሓደ ከጥፍእ ሒግ ሒግ ዝብሉ ዝነበሩ ህዝቢ ሓደ ኮይኖም በቃ ዓርከይ ብሓደ ንሰርሕ ኣለና ምባል ምስ ጅመሮም ኣነ ደስ ኢሉኒ ብጣዕሚ ከም significant step ምርኣይ ጀሚረ። ካብኡ ንላዕሊ ክዓቢ እዩ ማለት እዩ ኢለ ተስፋ ይገብር። እዚ ከምዚኦም ዝመሰሉ ባህልታት ናብ ዕብይ ዝበለ ነገር ክወስዱ ይኽእሉ እዮም ኢለ እየ ዝኣምን። ጽቡቕ እንታእ ሽሙ ኢኹም ኣምጺኹም ግን ናብቶም ዝቐረቡ ናብ ኩሎም ዘይኮነስ ሓሳባት ኣለዉ። ዶክተር ሓጎስ ዘቕረቦም ጽቡቓት ነጥብታት ኣለዉ። ካብቲ ቀለም እቲ ቀለም ያው ገሊጽኩሞ ኢኹም። ካብኡ ወጻኢ እውን ኣብዚ ሐዚ ዘሎ ግዜሲ ሰለስተ ወርሒ ኢና ንእከብ ትብሉ ኣለኹም፣ እንታይ ኢኹም ትገብሩ ዘለኹም፣ ክትድቅሱ ዲኹም ደሊኹም ኢልና ሓቁ እዩ ክንሪኦ ዘለና እዩ ኢለ እየ ዝኣምን። ኣብቲ ስራሕ ፈጻሚ እውን ኣብ ክልተ ሰሙን ንእከብ ትብሉ ኣለኹም በሉ ደኣ ንእሽተይ ስጥም በሉ እዩ ዝብለና ዘሎ፣ ሓቁ እዩ ክንሪኦ ዘለና እዩ ዝመስለኒ። እዚ ኮሚቴታት ኣለዋ፣ ኣብ ውሽጢ ስራሕ ክትሰርሕ ከለኻ ስፔስ ምውህሃብ እተለመደ ነገር እዩ፣ ግን ምስዚ ኣጠዓዒምና እንደገና ክንሪኦ ኣለና ዝብል እንተኣሽሞ ኣለኒ ዝብል ነጥቢ ተላዒሉ ኢለ እየ ዝኣምን። እቲ ፋይናንስን ስትራቴጂክ ፕላንን ነንበይኑ ንገብሮ ዝብል ደጋጊምኩም ተዛሪብኩም ኣለኹም፣ ኣብቲ ቀፃላይ ኣኼባና ክንሪኦ ኢና። ኣብዚ ክነስተብህሎ ዘለና እንታይ እዩ፣ እዚ ማኒፌስቶ ከምቲ ሓንቲ ወሰፋ ዝገለፆ ምስ ብዙሓት ተዘራሪብና፣ ሓሳባት ሒዝና ጥምር ኣቢልና ኣመናውን ኣምብሸስ ከይኮንና ሓደ ሓደ ግዜ እውን ንባዕልትና እቲ ዝመፅ ዘሎ ነገር እውን ባዕልትና ከነመዓራርዮ ብዝመስል መንገዲ መልእኽቲ ከይሕለፍና እታ ስራሕና ቁጥብ ኣቢልና ተን ህዚ ክስራሓ ዘለዎን ስራሕ ንስራሕ ኢልና ኢና ኣቕሚጥናዮ እዚ ከም ዘሎ ኮይኑ ግን እቲ ማኒፌስቶ ንሓሳብ እዩ ቀሪቡ ናባኹም ኣይጸደቐን። ያው ሓሳብ ትነግሩና ኣለኹም እክብ ኣቢልና እቲ ሓሳባት እንደገና ክነመዓራርዮ ኢና። ምናልባት ናብ ካልኣይ እንደገና ኣብ ማኒፌስቶ ነጽድቕ ገለ ዝብል ፕሮሰስ ከይንኣቱ ኣነ ከም ሓሳብ በቃ እተን ኣብዚ ዝተልዓላ ሓሳባት ተመዓራሪኹም ኣጽዲቕኩም ፋይናል ግበርዎ ኢልኩም ክት ስልጣን ይኹን ሓላፍነት ክትውና ይደሊ። ብተረፈ ግን እቶ ዝቐረበ ሓሳባት ብምሉኡ እናበልናዮ ክንከድ ዘለና እዩ ዝኸውን፣ እናዋሃድናዮ ክንከድ ዘለና እዩ ዝኸውን። እዚ ሰባት ኣኪብኩምና ነርኩም ብዙሕ ፅዒርና ኢና፣ ነጋዶ ኣኪብና ኢና። ገሊኦም ዘመልከቱ ውድባት እውን ኣለው። ኣብ ቀረባ ግዜ ስለተጀመረ ኣብዚ ቀረባ ግዜ ዋእ ነፅንዓዮ ምስኪ እዚኣቶም መስቲ ክራይቴርያና ከመይ እዮም ዝኸዱ ዝበልናዮም እውን ኣለዉ ፀዊዕናዮም ዘይመፁ እውን ኣለዉ ኣይ ቲንክ ቃንጨ ህዚ ኣብዚ ዘለዎ ይመሰለንን ኣለዉ ድዮም ኦኬ ኣነይ ስለዚ ምስኦም ሸውዓተ ኢና ንኹን ዘለና ማለት እዩ ውድባት ተወዳድባ ዓንቶ ተገሊፁ እዩ ሕድሕድ ውድብ ዋላ ቃንጭ ይኹን ሰብ ዓንደርታ ይኹን ዓረና ይኹን ስምረት ይኹን ሰሰለስተ ሰብ ክውክል ጌርና ኢና ኣቐሚጥና ካብኡ ወፃኢ ግን ማሕበራት ግዛዕ ኣብ ዝምልከት ከምቲ ዓንተቦ ዝተብሃለ እናረእና ኢና ተኣሽሙ ገይርና እና ዶክተር ሓጎስ ዘልዓሎም ብፍላይ ምስ ኣኼባ ምስ ግዜ ምስ ተኣሽሙ ተተሓዙ ፅቡቓት ሓሳባት እዮም ኣብ ቀፃላይ ደሊብሬሽን ክንሪኦም ዘለና ክነስተኻኽሎም ዘለና ጉዳያት እዮም ኢለ ይኣምን ተልዓሉ ካልኦት ነገራት ኣለዉ ናይ ብሔራዊ ረብሓና ምጉልባት ዝምልከት ነገር ፅቡቕ ሓሳብ እዩ ሀዚ ኣይ ቲንክ ሰለሞን ዘልዓሎ ይመስለኒ ወይ ዝኾነ ሰብ ናይ ትግራይ ኣሳምሽን ተሀዚ ሒዝናዮ ዘለና ኣሳምሽን ናይ ትግራይ ብሄራዊ ረብሓሲ ሀዚ ጠጠው ክትብል ምግባር እዩ ሳርቫይቭ ክትገብር ምግባር እዩ ብሄራዊ ረብሓ ስኡልካ ቴዎሬቲካል ብዝኾነ መንገዲ ጨለለቅ ኣብ ዘለዎ መንገዲ ቀይሕ ባሕሪ እውን ክነቋፅርና ግዛዕምዛዕ ብዝብል ኣይተቕምጦን በብእዋኑ ክግበር ዘለዎ ነገር እናቐመጥካ ኢኻ ትኸይድ። ከም ኢንተንሽን፣ ከም ፖሊሲ ኩሎም እቶም ክበሃሉ ዘለዎም ነገራት ክተቐምጥ ትኽእል ኢኻ። ክትግብር ከለኻ ግን ብግዜ እናወሰንካ እናወሰንካ እዩ ዝቕመጥ እሞ ኣብዚ ሀዚ እዋን ናተይ ኣንደርስታንዲንግ ናይ ትግራይ ብሄራዊ ረብሓ ዝረጋገፅ ትግራይ ኩይና ተትሪፋ ለውጢ ገይራ ሳርቫይቭ ክትገብር ምኽኣል እዩ። ንኹሎም ደሓር ዝመጹ ብሄራዊ ረብሓታት መበገሲ እዚ እዩ ካብ ዝብል እዩ ዝብገስ። እተን ፖለቲካዊ ፓርቲታት እውን ናብዚ ሳብስክራይብ ክገብራ ከለዋ፣ ናብዚ ንእቶ ክብላ ከለዋ እቲ ካሊእ ነገር ክነርክበሉ ኢና። ክንወዳደር ኢና እውን ንስልጣን። ሀዚ ግን ትግራይ ከም ከም ሕብረተሰብ ከም ናይ ፖለቲካ ሕብረተሰብ ደው ክብል ክኽእል ኣለዎ። ንጠፍእ ኢና ዘለና። ስለዚ ኹናት ከይመፀና እውን ብኹሉ ዓቕምና ንከላኸል። ምክንያቱ ኹናት ተመፂኡ ከጥፈእና እዩ። ኣት ዘ ሴም ታይም ለውጢ ነምፅእ ምክንያቱ ነቲ ኩናት ምምፃእ ምክንያት ዝኾን ዘሎ እዚ ህዚ ዘሎ ፖለቲካዊ ስርዓት እዩ ሓድነትና እውን ይፈርስ ኣሎ ነዚ ህዚ ዘሎ ሓድነትና ምፍራስ ዋና ምክንያት ኮይኑ ዘሎ እቲ በታኒ ፖለቲካዊ ምሕደራ እዩ ቲፒኤልኤፍ ዝመርሖ ንዓመታት ዘጠንከሮ ንዓመታት ብተንኮልን ብማኒፕሌሽንን እና ሪፋይን እናገበሮ ዝመፀ ብጣዕሚ እናመሓየሾ ዝመፀ ሰባት ብምጽላም ብምብጋል ዘማሓየሾ ስርዓት እዩ ዝብትነና ዘሎ ናብ ኹናት እውን ዘእተወና ዘሎ ስለዚ እዙይ ዝልውጥ ነገር እውን ንግበር ኢና ኢልና ዘለና ብካሊእ ኣዘራርባ እዙይ ናይ ትግራይ ሀዚ ዝለዓለ ብሄራዊ ረብሓ እዩ ኢና ንብል ዘለና እዚኣ እያ እታ ሓንቲ ፖይንት እና ዋና ነገር ግን እካ እዚኦም ዘይወሰኩም እዚኦም ዘይወሰኩም ዝበሃል ነገር ተላዒሉ ነይሩ ናይ ነጋዶ ነጋዶ ፅዒርና ኢና ብሓሳብ ፅቡቅ ይብሉና ንድግፎ ኢና ይብሉና ግን ሀዚ ግደፉና ኣብ ዘይኮነ ሓደጋ ከይንወድቅ ንእሽተይ ገንዘብ ኣብ ትግራይ ኣላትና ንእሽተይ ትካል ኣብዚ ኣላትና ይብሉና እዮም ዊ ኣንደርስታንድ ስለዚ ክሻብ ጥንክር ንብል ይፅንሑ እቲ ዋና ጉዳይ ግን ኣብዚኣ ከልዕላ ዝደሊ ነገር እንታይ እዩ እዚ ናይ መጨረሻ ኣይኮነን ክመጹ ድሌት ዘለዎም ዝገለጹልና ውድባት ኣለው ብሓደ ፕሮሰስ ብናይ ባዕሎም ፕሮሰስ ክሓልፉ ዝደልዩ ንጽበዮም ኢና ዘለና ከምቲ ዓንተወ ዝገለጽክዎ ክንኣቱ ኢና ኢሎም ዝገለጹልና ኣለው ግዜ ስለ ዝሓጸረና ብደንቢ ነጽንዓዮ ኢልና ዘጽናሕናዮም እውን ኣለው ንኣቶም እውን ክነጽንዖም ኢና ክንርኢ ኢና ኣብቲ ክራይቴርያና ይኸይድ ድዩ ኣይኸይድን ክንርኢ ኢና። እቲ ዋና ጉዳይ ኣብታ ክራይቴርያ ኣቕሚጥናየን ዘለና ናይ ትግራይ ረብሓ መሰረት ዝገበራ ጉዳያት ብኣኣተን ንዓቀና ነጋዶ ይኹኑ ውልቀ ሰባት ይኹኑ ተወደቡ መናእሰይ ይኹኑ ኢንፋክት ብዝለዓለ ማሕበራት ይኹኑ ክነእቱ ኢና። ካብዚ እውን በቃ ኣብቲ ዕላማኹም ብምሉኡ ንሰማማዕ ኢና፣ ብሓደ ምሳኹም ንኸድ ኢና፣ ግን ካብ ምሳኹም ኣባል ኮይና ኣብቱ ጥርናፈኹም ንኣቱ፣ ብደገ ኮይና እንተሰራሕና ዝበለፀ ንጠቕመኩም፣ ዝበለፀ ንትግራይ ንጠቅም ዝበሉና ኣለዉ። ፅቡቕ ኢልናዮም ኢና። በዚ መንገዲ እዚ ክንከድ ኢና። ንእሽተይ ፅንሕ ኢልና ምስ ረኣና እውን ምናልባት ኣብ ብዙሓት ውድባት ዝግበር ኣፍሌት ኢልና ወይ ኣሶሼት ውዳበታት ኢልና ንሕና ክንሽከሞ ዘይንኽእል፣ ንሕና ክንኣትወሉ ዘይንኽእል፣ ንሕና ክንከፍቶ ዘይንኽእል ማዕጾ ዝኸፍቱልና ውዳበታት እውን ክነቕምጥ ንኽእል ኢና፣ ክነግፍሖ ንኽእል ኢና። እዚ መጀመሪ እዩ። መጀመሪ ማለት ካብቲ ቅድሚ ሐዚ ዝጀመርናዮ ኣዕብይ ኣቢልናዮ ኣለና። እቲ ዕላማ እውን ሪፋይን ጌርና ኣለና። መስርሒ ደንቢ እውን ኣውፂና ኣለና። ስኦልካ ሉዝ ኣይኮነን ዝኸውን። እዚኤን ግበሩ፣ እዚኤን ኣይትግበሩ፣ ከምዚ ኢኹም ትኸዱ፣ ከምዚ ኣልኩም ኣይትኸዱ ኢልና ኣለና። ስለዚ ሓይልና ጠርኒፍና ናብቲ ጎል ክንኣቱ ኢና። ዝሐሸ ናይ ስራሕ ዲስፕሊን ክህልወና እዩ። ዝሐሸ ናይ ስራሕ ፕሮግራም ክህልወና እዩ። እዚ ዕቤት እዩ። ግን ድማ ናይ መወዳእታ ኣይኮነን። ኣብዚ ጉዳይ እዚ ባይዘወይ እዚ ማኒፌስቶ ክንብል ከለና ኣንቶ ሰፋ ስለ ዝገለጾ ብዙሕ ምዝርዛር ኣየድልየንን። ምስ ማእኸላይ መንግስቲ ኣግፊሕና ተዘራሪብና ኢና። ምስ ናይ ካልኦት ናይ ደገ ሰባት እውን ተዘራሪብና ኢና። ኣብዚ ጉዳይ እዚ ሰብ ተራ እዮም ኢልና ዝኣመናሎም ምስኣቶም ኣዋጊዕና ኢና ብደንቢ፣ ጽቡቕ እዩ ተባሂልና ኢና ናብዚ ንመጽእ ዘለና። ከምቲ ዓንተቦ ዝተባህለ ግን እዚ ማኒፌስቶዚ ናይ ሓደ ውድብ ማኒፌስቶ ኣይኮነን። ናይ ሓደ ውድብ ማኒፌስቶ ኣይኮነን። ናይ ብዙሓት ውድባት፣ ውልቀ ሰባት፣ ማሕበራት ምትእኽኻብ ማኒፌስቶ እዩ። ስለዚ እቲ ሚኒመም ፕሮግራም እዩ ዝሕዝ። ኩሎም ዝሰማምዕሉ ሚኒመም ፕሮግራም እዩ ዝሕዝ። ማክሲመም ፕሮግራም ናይ ሕድሕድ ውድብ ናይ ናይ ባዕሉ እዩ። ሶሻሊዝም ክሃንጽ እየ ክብል ይኽእል፣ ሶሻል ዲሞክራት እየ ክብል ይኽእል፣ ካፒታሊዝም እየ ዝሃንጽ ክብል ይኽእል። ናይ ሕድሕድ ፓርቲ ፕሮግራም ናይ ባዕሎም ፕሮግራም እዩ። ማክሲመም ፕሮግራም እሱ እዩ። እዚ ሚኒመም ፕሮግራም እዩ። እቶም ፓርትታት ክተኣማመንሉ ዝኽእሉ ሚኒመም ፕሮግራም እዩ። ሚኒመም ፕሮግራም ኮይኑ ግን ኣብዚ ሕዚ እዋን ናይ ትግራይ ረብሓ ዝረጋገጽ ትግራይ እውን ናብ ዝሐሸ ክትሰጋገር ትኽእል፣ ንሕና እውን እቲ ዝሓዝናዮ ፖለቲካዊ ዕላማ ብሙሉእ ዓቕምና ክንሰርሐሉ ንኽእል እተን ኣብዚኣ ተቐሚጠን ዘለዋ ነገራት ተሰራሕና ኢና ኢልና ዝተሰማማዕናሉ እዩ። ስለዚ ናይ ሓደ ፓርቲ ፕሮግራም ስለዘይኮነ ገፊሕ ኣይኮ- ኣይኸውንን። ብዛዕባ መሬት ከምዚ ክንገብር ኢና፣ ብዛዕባ ኢኮኖሚክ ሪካቨሪ ከምዚ ክንገብር ኢና ግዛዕ ምዛዕ ኣይብልን። ተን ሐዚ ዘለዋ ዝዓበያ ፀገም ብሓደ ኮይና ዓቕምና ጠርኒፍና ደው ነብለን። ዝብል እዩ። እዚ ኮይኑ ግን ኣብኡ ጥራሕ ደው ዝብል ኣይኮነን። ሓደ ክልተ ነገር ኣሎ። ኣብ ዝሓለፈ ኣብቲ ግዜያዊ መንግስቲ ኣብ ዝነበርና እዋን ስዑልካ ኣይዶኖ ዝኾነ ተኣሽሙ ይኹን እምበር እቲ መንግስቲ ናይ ትግራይ ንምልዋጥስ ናብ ላዕሊ ዘይወፁ ብዙሓት ፕሮግራማት ተሰሪሖም ነይሮም እዮም። ብዙሓት ፕሮግራማት ተሰሪሖም ተፀኒዖም ነይሮም እዮም። ንፈልጦም እቲ ቤት ምኽሪ ደንቢ ወፂእሉ ነይሩ እዩ። ፕረዚደንት ምምራፅን ምውራድን እዩ ተሪፍዎ እምበር ናይቲ ቤት ምኽሪ ስልጣን ብደንቢ ብካቢኔ ዘፅደቖ ደንቢ ፀዲቑ ነይሩ እዩ። ሕዚ ንሱ ክንቀድሖ ኣይንኽእልን፣ ምክንያቱ ኩነታት ተቐይሩ ኣሎ። ሻው ቲፒኤልኤፍ ክንጥብር ኢና ንፍትን ነይርና ንክኣትውልና ምእንታን። በይዛኹም ዓሰርተ ሰብ ይሃልኹም እስኹም ሰላሳን ሸሞንተን ሰባት ናይ ወረዳታት ናይ ቲፒኤልኤፍ ኣባላት ምዃኖም እናፈለጥና ንሶም እውን ይእተውልኩም ኩሎም ተደሚርኩም ካብ ማሕበራት እውን ተምፅኢኹም ልዕሊ ሓምሳ ትኾኑ ኢኹም እቲ ካሊእ ድማ ካሊእ ሰብ ሃብዎ እሞ ንእሽተይ ክፍት ነብሎ እቲ ማዕፆሲ ንእሽተይ ክፍት ነብሎ ኢና ንብል ነርና ሕዚ ከምኡ ኣይኮነን እዚኣ ተሓሲሞም ተሓሲሞም እዚ ካውንሰል ይቑም ኢልና ክንካታዕ ከለና እኮ እቶም ተቃወምቲ ፓርቲታት ብምልኦም ኣለዎ ገሊኦም ኣብዚ እስኻ ቲፒኤልኤፍ ስለ ዝኾንካ ንቲፒኤልኤፍ ኢኻ ትጥብር ዘለኻ እዮም ዝብሉን ነይሮም እንታይ እሞ በይዛኹም ንእሽተይ ክፈት ኣቢልናስ ነእትዎ እሞ ካብኡ ድሓር ናግፋሕናዮ ንኸድ ኢና ይብል ነይረ ኣይተሰማማዕናን ሰሙነ ኣብ ኣይተቐበሉን ሕዚ ከምኡ ኣይኸውንን ቤት ምኽሪ ነቑም እንተኾይና ካልእ እዩ ዝኸውን እቲ ፋንዳሜንታል ህግ ግን ከስርሐና ይኽእል እዩ እቲ ዋና መሰረቶም ኣብ ወረዳታት ምዃኑ ንፈልጥ ኢና። ፅንዓት ኣካይድና እኳ ኣንተወ ዝነግረኩም ዝነበርኩ ኣብ ማእኸላይ ዞባስ ኣነ ኣይኮንኩን ኣፅኒዐዮ። ልዕሊ ኣርብዓን ኣርባዕተን ድዮም ኣርብዓን ሓሙሽተን ተጋደልቲ፣ ምሁራት ገለ ኮይኖም በዓል ወልደስላሰ እናመርሕዎም ኣፅኒዖም። ሰለስተ ወርሒ ወዲኦም ኣፅኒዖም መፂኦም። ኣብ ማእኸል ካብ ዘለዋ ዕስራን ክልተን ወረዳታት ዓሰርተ ትሽዓተኤን ብሙሉኤን ወረዳ መማሓደርቲ ካብ ማእኸል እዮም ዝምደቡ ነይሮም። ካብ ቤት ጽሕፈት ካብ ቤት ጽሕፈት እዮም ዝምደቡ ነይሮም። ወረ ክትጥይቕ ከለኻ ካሊእ ነገር እዩ። ዞባ ደቡብ እንተኺድካ ዕስራን ሸውዓተን ዓመት ሙሉእ ንሕና ንፈልጦ ሰብ ተመዲቡልና ይፈልጥን እዮም ዝብሉኒ ስለ ቅድሚ እቲ ኩናት ቅድሚኡ እውን የዋግዖም ስለ ዝነበርኩ ስለዚ እዚ ኣብዚ ዘሎ ናይ ወረዳ ቤት ምኽሪ ሓላፊ ተባሂሉስ ናይ ወረዳ ጸሓፊ እናለመነ እዩ ዝውዕል። በይዛኻ መኪና ሃበኒ፣ በይዛኻ ኣብኡ ላበል ክረክብ ምእንታን ናብ ሓደ ኣኼባ ስደደኒ፣ ክልተ ሽሕ ሰለስተ ሽሕ ክረክብ ምእንታን እቲ ክቋጸር ዝግብኦ ኣካልሲ ነቲ ዝቋጸሮ ኣካል እናለመነ ካብኡ ሓለፋ ክረክብ እናጸዓረ እዩ ዝኸይድ። ከምዚ ዓይነት ስርዓት እዩ ነይሩና። እዚ ይለዓል ኢልና ደንቢ እውን ኣውፂእና እዚኣማ በቃ ካብ ስር መሰረቱ ምንግል ኣቢላ ስለ እተውፅኦም ክሳድና ንኸራ ኢሎም ዕግርግር ኢሎም ስለዚ እዘን ከምዚአን ዝመሰላ ነገራት እየን ተን ለውጢ ከምፅኣ ዝኽእላ። ብሓፂሩ ህዝቢ ትግራይ ብሓደ ኮይኑ ይምከር እቶም ዓበይቲ ጉዳያት ማንም ህዝቢ ከምዝገብሮ ብሓደ ኮይኑ እናመኸረ እቲ ዝበዝሕ ሰብ ዝተቐበሎ ውሳነ እናኾነ እቶም ውሑዳት ብቲ ናይ ብዙሓት ተገዚኦም ዝኸድሉ መንገዲ ነቕምጥ እቶም ውሑዳት ዝሓዝዎ ሓሳብስ ጌጋ እዩ ማለት ከይኾን ይኽእል እዩ ኣብቲ ግዜ ግን ሰበይ ተቐበሎን ማለት እዩ ዝኸውን ኣብ ወረዳታት እውን ሰብ ስልጣን ይሃልዎ መራሕቱ ባዕሉ ይምረፅ ባዕሉ የውርድ ናይ ትግራይ ህገ መንግስቲ ከምኡ ኢሉ የቕሚጡ ኣብ ወረቐት ክቕመጥ ዘለዎ ኣይኮነን እዩ ነይሩ ብዙሕ ታሪክ ምዝራብ ይከኣል ብዙሕ ብዙሕ ነገር ምዝራብ ይከኣል ሓደ ሓዲኡ ዝገርም እዩ እቲ ኩናት ምስ መፀሞ ምስ ፈረስናሲ በቃ ጭላጭቅኒ ዝበሃል ዓዲ ምስ ኣተና እቶም ወረዳ መመሓደርቲ ዝበሃል ነበሩ ብምልኦም ሃዲሞም ጠፊኦም ሓደሽቲ ሰባት ወፂኦም ሓደሽቲ ገሊኦም ነባራት ተጋደልቲ ዝነበሩ ገሊኦም ሽጎየንቲ ዝነበሩ ገለመለ ድሓር ኡ ምስኣቶም ምስቶም መራሕቲ ሕልኽልኽ ንብል ስለ ዝነበርና ኣቱም ሰባት እዚ ግዜ እዚ ሲ ፅቡቅ ነገር ኣምፅኦ ኣሎ እሞ እቶም ፅዎ ዘሎ ፅቡቅ ነገር ተጠቐምሉ ሓደሽቲ መናእሰይ ይመፁ ኣለዉ፣ ሓደሽቲ መራሕቲ ይመፁ ኣለዉ። መራሕቲ ኣብ እዋን ቃልሲ እቲ ቃልሲ ባዕሉ እዩ ዘፍርዮም። እዚኣቶም መራሕቲ በልዎም። እቶም ቅድም መራሕቲ ዝበልኩምም ገሊኦም ኣኽሱም ገሊኦም ዓድዋ ሃዲሞም ኣለዉ እሞ ቀይርዎ ኢለዮም። ብፍፁም ከሳድና ትቅንጠበላ ኢሎም። እዚስ ምእንታን ብዙሕ ሰብ ከለዓዕሉ እቲ ህዝቢ ባዕሉ እኮ እዩ ዝፈትዎም ሰባት እዩ ዝመርፆም ዘሎ። ወደ ወዲ ሓፍትና የብልና ወዲ ግዛዕና የብልና ብባዕሉ ህዝቢ ዝመረፆም ዝፈትዎም ንቲ ቃልሲ ከደንፍዑ ዝኽእሉ ክመርሑ ዝኽእሉ በይዛኹም ምንታ ንቲ ቃልሲ ቀልጢፍና ክንዕወት እዚኣቶም መራሕቲ ግበርዎም እሞ ኣተሓባብሩ በልዎም ንብሎም ገሊኦም ወየንቲ እዮም ገሊኦም ሽጎየንቲ እዮም ከምኡ ዝመሰለ እዮም ብምንም ዓይነት መንገዲ ናብ ጸለምቲ እናሃደምናስ እዚ ኣጀንዳ እዚ ተኣሽሙ ኮይኑ ክሻብ ክንደይ ሱር ዝተደደ ምዃኑ እዩ ዘርኢ ኻሊእ ግዜ ኣኼባ ተገይሩ እንደገና ክለዓል ከሎ ኣብ ናይ ኣኼባታት በፍጹም ክሻብ ደሓር ምክንያቱ ኣብኡ እዩ ዘሎ ያቱ ተኣሽሙ እቲ ሰራውር እና ህዝቢ ትግራይ ካብ ከም ዘሰ ነገር እንድሕር ዘይወፅኡ እንተኣሽሞ ይገብርን ስለዚ እተን ኣነ ገልፀን ዝደሊ ዘለኹ እንታይ እዩ እቲ ማኒፌስቶ ኣብተን ብጣዕሚ እርጀንት ዝኾና ሐዚ ክግበራ ዝኽእላ ትኽክለኛ ኣንፈት ከትሕዛና ዝኽእላ ካብቲ ዝነበረ ኣንፈት ዝልውጣ ነገራት ኢና ነተኩር ዘለና። ሓንቲ ግን ክገልፃ ዝደሊ ነገር እንታይ እዩ እዚ እዚ ናይ ለውጢ ኣጀንዳ ዝለዓል ዘሎ ብናተይ ኣመዛዝና ብጣዕሚ ሂስቶሪክ እዩ፣ ብጣዕሚ ታሪኻዊ እዩ። ንሰላሳ ዓመት ኣርባዓ ዓመት ተደግዲጉ ዝፀንሐ ናይ ቀደም ብዝኾነ ይኹን መንገዲ ሕለፍ ክሓልፍ ዝረኸብናዮ ሓሳብ መበገሲ ገይርና ኣብ ኻሊእ ዓዲ እያ ሰሪሐሎ ኢልና ኣቕሚጥናዮ ዝነበርና ነገር ደሓር ሰብ ጥቕሚ እናወሰኹ እናወሰኹ እናወሰኹ ናይ ተንኮልን ናይ ስርቂ መሕብእን ዝገበርዎ ስርዓት መንጊልካ ምምፃእ እዩ ዝኾን ዘሎ ብስኬሉ ብስኬሉ ካብቶም ምብራቕ ኣውሮፓ ዝተገበረ ናይ ናይ ሓደ ፓርቲ ኮምፕሊት ልዕልነት ለውጢ ዝነኣስ ኣይኮነን። ብኢምፓክቱ ድማ ንትግራይ ጥራሕ ዘይኮነስ ንኢትዮጵያ ብምሉእ ክረብሽ ዝኽእል ንኢትዮጵያ ብምሉእ ናብ ዕግርግር ከእቱ ዝኽእል ኣተሓሳስባ እዩ ዘለዉ። ስለዚ ኣናኢስካ ዝረኣይ ናይ ቃልሲ ፕሮግራም ኣይኮነን ክብል እየ ደልየ። ሓደ እተላዕለ ነገር ነይሩ ኣብርሃም ዘልዓሎ ትግራይ ምስ ኣተና ከይንናቆር ከምኡታት ዝምስል ነገር ወል ኣብዚ ሀዚ ንሕና እንታ ትግራይ ምእታው ሓቢርና ንቃለስ ካብኡ ድሓር መንግስቲ ናይ ህዝቢ ንመስርት ካብኡ ድሓር እተን ናይ ፖለቲካ ፓርትታት ክወዳደራ እየን ክወዳደራ እየን ከም ፕሮግራመን ከም ዓቕመን ከም ኣባላተን ከም ናይ ስራሕ ውፅኢተን እናሰዓራ ክኸዳ እየን ገሊኤን ኣብ ወረዳታት ክስዕራ እየን፣ ገሊኤን ኣብ ከተማታት ናይ ከተማ ከንቲባታት እናኾና ክስዕራ እየን፣ ገሊኤን ኣብ ማእኸል ፓርላማ ክመፃ እየን እና ናብቲ ዘበናዊ ስልጡን ናይ ፖለቲካ ውድድር እንተኣቲና ዘናቑር ነገር የለን። ህዝቢ ትግራይ ስልጣን ሒዙ ባዕሉ ዝውስኖ ነገር ስለ ዝኸውን ዝብል እዩ። ናይ ፕሪቶርያ ዝምልከት ሃብቱ ዘልዓሎ እሹ ብጣዕሚ ኢምፖርታንት እሹ እዩ። ያው ኣሰፋ ኣግፊሑ ገሊፅዎ ኣሎ። ኣነ ኡ ክውስኸሉ ዝደሊ ቱ ዝተብሃለ ነገር ከይደገምኩ ክንከድ ከለና ናብ ፕሪቶርያ እማ ተሓሪና ተባሂልናስ እቲ ናይ ትግራይ ምክር ቤት ኣይፈረሰን ነይሩ ኣብ ኣክሱም ሆቴል ቀሪብና ምሒልና ኢና ከይድና። እንታይ ማለት እዩ እዚ? ህዝቢ ትግራይ ቴዎሬቲካሊ ማለት እዩ ፎርማሊ ናይ ትግራይ ፓርላማ እዩ ወኪሉ ሰዲዱና። ከምኣ ጌርና ኢና ምሒልና ከይድና። ቀሪብናስ ምሒልና ኢና ከይድና። እዚ ምናልባት መንጀርኖ ደብረ ፅዮንን እዚ ሽዒቱ ነበረ ፓርላማ እኮ ናይ ቲፒኤልኤፍ እዩ ሚእቲ ፐርሰንት ኩሉን ይኽእሉ እዮም ፖለቲካሊ ግን ፖለቲካል ትርጉሙ ግን ናይ ትግራይ ፓርላማ ብሽም ትግራይ ከይድኩም ተደራዲርኩም ሰላም እምፁልና ኢሉ ኣምሒሉ እዩ ሰዲዱና ከይድና ፈሪምና ካብቶም ኣብኡ ዝነበርና ብምሉእና ማጆሪቲ ቲፒኤልኤፍ ኣይነበርናን ኣነ ነሰፋን ጥራሕ ኣይኮናን ተወልደ እንብብ ነይሩ ኣምባሳደር ወንድሙ ነይሩ ከምኡ እዮም ነይሮም እወ እቲ ድሓር ዝፍረም ፈሪምና እንታይ እየ ክብል ደልየ ምስ ፈረምና እዚኣቶም ክሓድቲ እዮም ኢሎምና ክሕነቑ እዮም ኢሎምና ዋ ፕሪቶርያ እናሃልና እኮ ኢና ሰሚዕና እወ ንሕነቕ ተኾይንና እውን እወ እወ ንሕነቕ ተኾይንና እውን ኣብ ትግራይ ኮይኖም ይሕነቑና ኢልና ኢና መፂና ግን እግዚኣብሔር ያቦም ኣብ ውሽጢ ቲፒኤልኤፍ ዝቃለሱ ዝነበሩ ኣባላት ማእኸላይ ኮሚቴ ሓደ ኣብቲ ሰራዊት ባዕሉ ኽልተ ህዝቢ ትግራይ ድማ ኣብ ዓብይኡ ሰለስተ ዋይ ካብዚ ንላዕሊ እንታይ ደሊኹም ኢልዎም እዚኣቶም ሲ ጥቃ ጥቃ መላእኽቲ እዮም እንኳዕ ፈሪሞም መፁ ኢልዎም ኣሽዒቱ ነበረ መንፈስ ይፈልጦ እየ ብግልፂ እዚኣ ተዘይትፍረም ስታይ ምኾና ኢልዎም በዚኣ ኢና ድሒና እምበር ከም ጌታቸው ኣሰፋ ከም ደብረፅዮን ከም መንጀርኖ ተዝኾን ተሓኒቕና ኣለና ንሕነቕ ኢና ነርና ብዙሕ ነገር እዩ ዘሎ። ታደሰ ክመጽእ ከሎ እኮ ቅደዶ ተባሂሉ መጺኡስ ክቀዶ እየ እናበለ እዩ መጺኡ። ማይክ ሃመር ሒዝዎ ክመጽእ ከሎ ናይ ኣሜሪካ ኣምባሳደር መጀመርያ ምስ መጸ ዝገበሮ ነገር ታደሰ እታ ስምምዕነት ናይ ፕሪቶርያ ክቀድድ እዩ መጺኡ እሞ ከመይ ጌርና ኢና ማነጅ ንገብራ ኢሉ ዓብዪ ጭንቂ ኢሉ እዩ ነጊሩና። ድሓር ኮፍ ኣቢልና እንታይ ኢኻ ትብል ዘለኻ ቅድሚ ኣኼባ ምግባርና ኣሎ ሰፋ እንታይ ኢኻ ትብል ዘለኻ ኢልናዮ። በቃ እዚ ከመይ ጌርና ዲዲኣር ንገብር ከመይ ጌርና እዚ ንገብር ከምዛ ኣዘርሃን ክንከድ ከለና ግን ናብ ፕሪቶርያ ዲዲኣር መፋለሲ ከይኸውን ኢሉስ ሰንትራል ኮማንድ ትእዛዝ ይህውና ናይ ሻዕብያ ምውፃእን ዘይምውፃእን ናይ ሰላም ምፍራም መፋለሲ ከይኸውን በዚ ምክንያት ኣይትፋለሱ ወላ ሻዕብያ ኣብ ትግራይ እናሃለዉ እውን ፈሪምኩም ምፅኦም ኢሎምና እዚኣ ኢና ሒዝና ከይድና ምዕራብ ትግራይ ምምላስን ዘይምምላስን ናይ ፕሪቶርያ ስምምዕነት ምፍራስ ከይኸውን ኢሎሙና እቲ ኣብ ሰንትራል ኮማንድ እየ ነይረ ኣነ እዚኣቶም እዮም እቶም ዳይሬክሽን ዝነበሩ ክንመፅእ ከለና ግን ምዕራብ ትግራይ እውን ይመለስ ኢልና መፂና ሻዕብያ እውን ይውፃእ ኢልና ፈሪምና ዲዲኣር እውን ፅንሕ ኢሉ ይገበር ኢልና ካብቲ ዝበልዎ ንላዕሊ ድሓር ሓንቲ ነገር ግን ኣትያ ሓቋፊ መንግስቲ ንግበር ኢሎምና መንግስቲ ፅቡቅ ኢልና እዮም ማለት ን ንዓዲሲ እቱ ቤት ምክሪ ሰይፍረስ ኢልና ተካቲዕናኡ ንኣምባሳደር ግዛ ኣምዛዕ ፍስሓ ገለ ዘምፅዎ ፅውፅዋ ይስኦልካ እዩ ኣይ ይፍረስ ናይ ህዝቢ ትግራይ መንግስትነት እዩ ኢልና ተካቲዕና ኣይኸውንን ኢሎምና ቲፒኤልኤፍ እውን ምእንታን ባጀት ክረክብ ካብ ኣሸባርነት ምእንታን ክወፅእ ሓቋፋይ መንግስቲ ይቑም ንበል ግን ቲፒኤልኤፍ እዩ ፈሪምዎ ንበል ኢሎምና ከምቲ ዓንቶ ተሰፋ ዝገልጾ ዝነበረ ሕራይ ኢልና ንሕና ሻቡ ህዝቢ ትግራይ ኢና ንርኢ ነርና እኽሊ ክረክብ ደሞዝ ክረክብ ስራሕ ክረክብ ኢና ንደሊ ነርና ኣሽዒቱስ ዋላ ቲፒኤልኤፍ ገደል ትእቶ ህዝቢ ትግራይ ጥራሕ እኽሊ ይርከብ ኮ ክንብል ምኽኣልና ምንም ዝብለና ነገር ኣይነበረን እቶም ዝፈልጡ እውን ከምኡ ኣይነበረን ኢሎም ኣይዛረቡ ነዝቂጦም እዮም ዝስቑ ኢሎም ተኣሽሙ ዝገብሩ ብዝኾነ ኮይኑ ግን እንታይ ክብል ደልየ ካብ መጀመርያ እውን እንተኾነ ህዝቢ ትግራይ እዩ ናይ ፕሪቶርያ ስምምዕነት ደጊፉ ጠጠው ኣቢሉና ከም ቲፒኤልኤፍ ተዝኸውን ቅድሚ ሰለስተ ዓመት ምፈረሰ ነይሩ ሕዚ ኣይኮኑ ነፍሪሶሞ ስለዚ እቲ ዓንተዎ ዝግለጽ ዝነበረ ናይ ፕሪቶርያ ስምምዕነት ኣይፈርስን ክፈርስ የብሉን ክንሰርሐሉ ኢና ንሕና እውን ንሓደ ንሓደ ኢልና ዘይኮነስ ኣብቲ ኢንተርናሽናል ኮሚኒቲ እውን ምስራሕ ጀሚርና ኢና። ናይ ፕሪቶርያ ስምምዕነት ናይ ህዝቢ ትግራይ ስምምዕነት እዩ መይንተይን ክኾነ ኣሎ ኢልና ኢና ንሰርሕ ዘለና። እርግፀኛ እየ ኣብዚ ፅቡቅ ነገር ከም ንረክብ ምንም ጥርጥር የብሉን። ዝዘፍረሰ ባዕሉ የፍርስ ናይ ባዕሉ ጉዳይ እዩ። ህዝቢ ትግራይ ግን ረኺብዎ ዘሎ ሰላም ሐዚ እኮ ብግልፂ ይገልፅ ኣሉ ሓንትዎ ዝገልፀልኩም ዝነበርኩ ህዝቢ ዕድል ምስ ረኸበ ክገልፅ ምስ ጀመረ ክልተ ነገር የልዒሉ ሓደ ሰላም የልዒሉ ካልኣይ ለውጢ የልዒሉ ተብ ዘሎ ናይ ሰላምን ለውጥን ዝበሃል ጭርሖማ ንሕና ኣይኮና ነምፂናዮ ህዝቢ ተንቤን እዩ መጀመሪያ ኣምፅዎ በቃ እቱ በብወረዱ መኮኒ ክንከድ ከለና ከምኡ ይብለና ማጨው ተኸይድና ከምኡ ይብለና ዓጋመ ዕዳጋ ሓሙስ ተኸይድና ከምኡ ይብለና እሱዩ ነይሩ ትጭርሖ እሱና ንቕፅል ዘለና መቐለ ክንእከብ ከለና ከምኡ ይብለና ሙሉእ ዓዲ ፈሪሱ መፅኡ ስለዚ ፕሪቶሪያ ማለት ሰላም ማለት እዩ ፕሪቶሪያ ማለት ለውጢ ማለት እዩ እዙይ ናይ ህዝቢ ትግራይ ድሌት እዩ ሀዚ እውን ንሱ እዩ ዝገብር ዘሎ ኹናት ንዓ ክብልዎ ከለዎ ሀዚ እውን እምብለ እዩ ዝብል ዘሎ ኣይህብን መንእሰይ ኣይህብን ደርሆ ይህብን እንቁላሊሕ ኣይህብን ጤለ ይህብን እዩ ዝብል ዘሎ እዚ እዩ ዝተኣሽሙና መንግስቲ እውን እንተኾነ ልቢ ገይሩ ባዕልትና እናርአና እዚ ክነዕርዮ ዘለና ነገር እዩ ዝኸውን ጉዒ ዘለዓሎም ብዙሕ ዝበሉ ሕቶታት ነይሮም ገለ ገሊኦም ዝርዝር ዝብሉ እዮም። እንታይ እየ ክብል ዝደሊ ማኒፌስቶ ማለት ጥቕልል ዝበሉ እቶም ሓሳባት እዩ ዘቕምጥ። ደሓር ካብኡ ብፖለቲካዊ ስራሕትና ብቐፂሎም ዝወፁ ፅሑፋት ነዚኣቶም እናዘርዘርናዮም ክንከድ ኢና። ከምቲ ዓንተቦ ዝተብሃለ ድማ ናይ ሓደ ፓርቲ ናይ ፖለቲካ ፕሮግራም እውን ኣይኮነን። ሚኒመም ፕሮግራም እዩ። ስለዚ ኣብ ውሱን ግዜ ክግበር ዝሕሰብ ውሱን ነገራት እዩ ኣቕሚጡ ዘሎ እዚ ማኒፌስቶ። ስለዚ በዚ መንገድ እዚ ተተረዳእናዮ ፅቡቕ ይመስለኒ ንምባል እዩ። ዘውዱ ዘልዓለቶ ሓደ ሕቶ ነይሩ ኢምፖርታንት ዝኾነ ሕቶ ዝመስለኒ ውድባት ኣለዉ ድሓር ድማ እዚ ጉዳይ እዚ ናይ ኩላትና ውዳበ እውን ኣሎ ኣብ መንጎ እተን ናይ ውድባት ዕላማን እዚ ዕላማ እዚንስ ከመይ እዩ ዝጓነጽ፣ ከመይ ኢሉ እዩባ ዝሳነይ፣ ከመይ ዝኸውን ዝብል እዩ። እቲ ክልተ ነገር ኣሎ። ሓደ እተን ውድባት ኩለን ኣብዚ መጺኤን ዘለዋ ኣብዚ ግዜ እዚ እቲ ዝለዓለ ቆላሕታ ተዋሂብዎ ክስረሐሉ ዘለዎ ስራሕ እቲ ሚኒመም ስራሕ ናብ ቀጻላይ ስራሕ ዘሰጋግረና እዚ ኣብዚ ማኒፌስቶ ተቐሚጡ ዘሎ ሓሳባት እዩ ኢሎም ተሰማሚዖም እዮም ዝመጹ ዘለዉ። እሱ ኢና ንገብር ዘለና። ምቕናይ ኣናውንስ እናገበርና ኢና መፂና። ካብዚ ዝዓቢ ስራሕ የለን ሀዚ። ካልኦት ፕሮግራም እንተሃለውና እውን ፀኒሕና ደሓር ኢና ነርክበሎም። ሀዚ ግን እዚኣቶም ንስራሕ እዮም ዝብሉ ዘለዉ። ሓንቲ እዚኣ እያ። ካልኣይ ኣብ መንጎ ክልቲኦም ዘተኣሳስር እቲ ኮድ ኦፍ ኮንዳክት ዝበልናዮ ንዚኡ እዩ ዝመልስ። ምጉናጽ የብሉን መክንያቱ ዕላምኦም እዩ እቶም ውድባት እኮ እዚኣቶም ቀዳምነት ዝወሃቦም ስራሕ እዮም ኢሎም ክሰማምዑ ከለዉ ዕላምኦም እውን ስለ ዝኾነ እዮም ዝሰማምዑ ዘለዉ ዘይዕላምኦም ኣይኮነን ዕላማና እዩ ቀዳምነት ክንኦ ኢና ብሓባር ኮይና ክንሰርሕ ኢና እዮም ዝብሉ ዘለዉ እዚአን ክንሰርሕ ድማ ምጉናጽ ኣብ ዘጋጥመሉ እዋን ኮድ ኦፍ ኮንዳክት መበገሲ ገይርና ንዙ ናይ ማኒፌስቶና ዘሎ ዕላማ ቀዳምነት እናሃብና ኣሳኒና ክንወስዶ ኢና፣ ኣሰማሚዕና ክንወስዶ ኢና እዮም ዝብሉ ዘለዉ። እዚኣ እታ ጉዳይ በዚኣ እያ ትፍታሕ። ከምቲ ዝበሃል ዘሎ መናእሰይ ምስታፍ ገለመለ ዝበሃል ኣለዉ ኣይ ቲንክ ፅቡቓት ሓሳባት እዮም። ሓንቲ እተልዓለት ነገር ኹናት ምትራፍሲ በይንና ንኽእሎ ዲና? ንሕና በይንናስ ኹናት ይትረፍ ስለ ዝበልና ክተርፍ ድዩ ዝብል ኣሎ? ናትና ድሌት እሱ እዩ። ክንገብሮ እንኽእል ነገር እሱ እዩ። ፅቡቕ ምልክታት እውን ንርኢ ኣለና። ኣነ መጀመርያ እዚ ምንቅስቃስ እዚ ክጅመር ከሎ ንውሕ ንውሕ ገይሩ ናይ ህዝቢ እምቢታ ክነላዓል ኢና ክንብል ከለና ገሊኦም ዝፈልጦም ብፆተይ እሞ ነዊሕ ግዜ እውን ብሓደ ቃልሲ ነበርና እዚ ህዝቢ ትግራይ ሲ ሲቪል እምቢታ ኣይለመደን ስለዚ ሲቪል እምቢታ ግበር እዩ ትብሎ ዘለካ ነገር ኣይሰርሕን ዓጢቅካ ኣፍንጫ ኣፍንጫኦም እናበልካ ተዘይኮይኑ ካሊእ መንገዲ የለን ኢሎምን እዮም ዋ ንፈትኖ ንፈትኖ ኢልና ኢና ኣቲና እቱ ዘሎ ሪኣክሽን ግን ብግልፂ ንምዝራብ ኣነ ካብ ዝገመትኩዎን ላዕሊ እዩ ብግልፂ ንምዝራብ ክሳብ ክንዲዙይ ክበፅሕ ኢለ ይሓሰብኩ ባዕሎም ኣብ ዝኣከብዎ ኣኼባ ጭርንድዕልኹም ኩናት የንደልን ኢሉ እዩ ዝኸይድ ዘሎ። ልቢ እንተልይዎም ከይተዛረበ ክወጽእ ከሎውን ይቃወሞም እዩ ዘሎ። መንእሰይ ሃባ ክብልዎ ከለዉ እምብለይ ኢልዎም ኣሎ። ዝረኽቦ ዘለኹ ጸብጻብ ዝሰምዖ ጸብጻብ ዓሰርተ ኣርባዕተ ሽሕ መንእሰይ ነሰልጥን ኢሎም ተላዒሎምስ ክልተ ሚእቲ እውን ዘይረኸብሉ ዓይነት ኩነታት እዩ ዘሎ። እቲ ዝኣተዎ እውን ናሃደመ እዩ ዝኸይድ ዘሎ። እቶም ቲዲኤፍ ዝነበረ ተጋዳላይ እውን ብተኣምር ዝመስል ጃግንነት እንዴ ስራሕ ዝሰርሐ ሀዚ እዚ ነገር እዚ ምስ መፀ ገገዝኡ እናወፀ እዩ ዝኸይድ ዘሎ ትሓንትዎ ዝነገርኩም ቁፅሪ እዩ ዝመፅ ዘሎ እዙይ ናይቱ ሕብረተሰብ እምቢታ ዓብይ መግለፂ እዩ እንተሰሪሕናሉ ክነወስኾ ንኽእል ኢና ማለት እዩ። ብርግጽ ናብ ጽርግያ ወጺኻ መስታወት ምስባር ናብ ግዛዕ ምዛዕ ኣይበጽሕን። ብዝኾነ ኮይኑ ግን እዚ ኣሎ እዚ እናገበርና እናሃለና ከምቲ ቅድሚ ሀዚ